ሓይሊ እናደለበት ፍልጠት ሓጎስ ደስታ ሰሓቕ ስኒት ሩፍታ መኽሰብ እናሃበ ሲነማ ሰመረ።
ንመበል ሓምሳን ሓሙሽተን ግዜኡ ዝካየድ ዘሎ ቱር ዲ ሊሞዚን ሮብ ዓሰርተ ሸውዓተ ነሓሰ ብካልኣይ መድረኹ ቀጺሉ ውዒሉ። ኣብዛ መድረኽ ድማ ተቐዳደምቲ ሚእትን ሰማንያን ኣርባዕተን ነጥቢ ሸውዓተ ኪሎ ሜተር ዝርሕቐት ውድድር እዮም ሸፊኖም። ብዓወት ፈረንሳዊ ጁልያን ሳይሞን መጋረጅኡ ዝቐንጠጠ ቀዳማይ መድረኽ ቱር ዲ ሊሞዚን፣ ኤርትራውያን ተቐዳደምቲ ሄኖክ ሙሉብርሃን መበል ዕስራን ኣርባዕተን ደረጃ፣ ቢንያም ግርማይ ድማ መበል ሰብዓ ደረጃ ሒዞም ውድድሮም ከም ዝዛዘሙ ዝዝከር እዩ። ኣብዛ ካልኣይቲ መድረኽ ድማ ስጳኛዊ ኣባል ሞቪስታር ኣሌክስ ኣራምቡሩ ንውድድሩ ብ ኣርባዕተ ሰዓትን ዕስራን ትሽዓተን ደቒቕን ሸውዓተ ክሊታትን ብምዝዛም ዕዉት ካልኣይ መድረኽ ቱር ዲ ሊሞዚን ኮይኑ። ሮማንያዊ ሚኬል ኤድዋርዶ ግሮሶን ፈረንሳዊ ክሌመንት ቬንቹሪኒን ድማ ካብ ዕዉት ግዜ ከይከሰሩ ካልኣይን ሳልሳይን ኮይኖም ውድድሮም ዛዚሞም። ኤርትራዊ ኣባል ቤልጂማዊት ክለብ ኢንተርማርሼ ዋንቲ ዩጎበርት ቢንያም ግርማይ ድማ ካብ ዕዉት ኣራ እምቡሩ ግዜ ከይከሰረ ሻሙናይ ደረጃ ክሕዝ እንከሎ፣ ኣባል ባርዲያኒ ፋይዛነ ሄኖክ ሙሉብርሃን ድማ ብተመሳሳሊ ግዜ መበል ዕስራ ደረጃ ሒዙ ውድድሩ ዛዚሙ። በዚ መሰረት ብውህሉል ግዜ ስጳኛዊ ኣሌክስ ኣራምብሩ ብሸሞንተ ሰዓትን ዕስራን ሸሞንተን ደቒቕን ሰላሳን ሓሙሽተን ካሊታትን ንቱር ዲ ሊሞዚን ቀዳማይ ኮይኑ ይመርሖ ኣሎ። ፈረንሳዊ ጁልያን ሳይሞን ብኣርባዕተ ካሊታት ድሒሩ ካልኣይ፣ ኢጣልያዊ ማቴዮ ትሬንቲን ድማ ብሽዱሽተ ካሊታት ድሒሩ ሳልሳይ ደረጃ ሒዙ ኣሎ። ቻምፕዮን ኣፍሪቃ ሄንሪክ ሙሉብርሃን ብዓሰርተ ኣርባዕተ ካሊታት ድሒሩ መበል ዕስራን ሓሙሽተን ደረጃ፣ ቢንያም ግርማይ ድማ ብተመሳሳሊ ካሊታት ድሒሩ ሰላሳን ሓደን ደረጃ ኣማሓይሹ መበል ኣርባዓን ክልተን ደረጃ ተሰሪዑ ኣሎ። ፈረንሳዊ ማክሲም ሩቲ ብ ዓሰርተ ክልተ ነጥቢ ኣንበሳ ዓቐብ ቱር ዲ ሊሞዚን ኮይኑ ይመርሕ ኣሎ። ኣብ ናይ ብሉጽ መንእሰይ ፈረንሳዊ ማይል ጉይጋን ቀዳማይ ኮይኑ ይመርሕ ኣሎ። ሄኖክ ሙሉብርሃን ታሽዓይ ደረጃ ክሕዝ እንከሎ ቢንያም ግርማይ ድማ ዓሰርተ ክልተ ደረጃ ኣመሓይሹ መበል ዓሰርተ ኣርባዕተ ደረጃ ሒዙ ኣሎ። ብጋንታ ሞቪስታር፣ ቶታል ኤነርጂስን ግሩፓማ ኤፍዲጄይን ካብ ቀዳማይ ክሳብ ሳልሳይ ኮይነን ይመርሓ ኣለዋ። ሳልሳይ መድረኽ ቱር ዲ ሊሞዚን ሓሙስ ዓሰርተ ሸሞንተ ነሓሰ ተቐዳደምቲ ብዘካይድዎ ናይ ሚእትን ሰማንያን ሓደ ነጥቢ ሸውዓተ ኪሎ ሜተር ቀጺሉ ክውዕል እዩ። ብሰሉስ ዓሰርተ ሽዱሽተ ነሓሰ ኣብ ጥልያን ንመበል ሓምሳ ግዜ ዝተኻየደ ጂፒ ካፖዳርኮ ኮሙኒቲያ ዲ ካፖዳርኮ ዝተሰምየ ናይ ሓደ መዓልቲ ውድድር ናይ ትሕቲ ዕስራን ሰለስተን ዓመት ኤርትራዊ ኣባል ደቡብ ኣፍሪቃዊት ጋንታ ኩቤካ ገብርሂወት ብርሃነ ካብ ዕውት ናይቲ ውድድር ብ ሽዱሽተ ደቂቅን ሳልሳን ትሽዓተን ካልኢታትን ድሒሩ መበል ስሳን ሰለስተን ደረጃ ሒዙ ውድድር ኣዛዚሙ ኣብዚ ብ UCI ናይ ሓደ ነጥቢ ክልተ ዓቐን ዘለዎ ውድድር ተቐዳደምቲ ኣብ ውሽጢ ከተማ ካፖ ዳርኩ እትዛዘም ናይ ሚእትን ሰማንያን ኪሎሜተር ርሕቐት ዝነበራ ውድድር እዮም ኣካይዶም ኣብዛ ናይ ሓደ መዓልቲ ውድድር ኢጣልያዊ ኒኮሎ ቡራቲ ኣብ ሰዓት ኣርብዓን ክልተን ነጥቢ ክልተ ኪሎ ሜትር እናተጓዕዘ ንውድድሩ ብ ኣርባዕተ ሰዓትን ዓሰርተ ሓሙሽተ ደቒቕን ዕስራን ትሽዓተን ካልኢታትን ብምዝዛም ዕውት ናይቲ ውድድር ኮይኑ። ካልኦት ኢጣልያውያን ተቐዳደምቲ ዴቪድ ዴ ፕሮቶን ማርቲን ማርሴሉሉስን ድማ ካልኣይን ሳልሳይን ኮይኖም ውድድሮም ዛዚሞም። ረቡዕ ዓሰርተ ሸውዓተ ነሓሰ ብኻልኣይ መድረኹ ዝቐጸለ ዙር ዴንማርክ ብዓወት ኣሜሪካዊ ኣባል ኢንዮስ ማግናስ ሸፊልድ መፈጸምታ ረኺቡ። ኣብዛ ተቐዳደምቲ ናይ ዓሰርተ ክልተ ኪሎ ሜተር ሸፈነ ናይ ውልቂ ናይ ግዜ ክሮኖሜተር ዘካየድላ ውድድር ኣሜሪካዊ ማግናስ ሸፊልድ ንዝተመደበሉ ዓሰርተ ክልተ ኪሎ ሜተር ብ ዓሰርተ ሰለስተ ደቒቕን ሰላሳን ሓሙሽተን ካልኢታትን ብምዝዛም ዕዉት ካልኣይ መድረኽ ዙር ዴንማርክ ኮይኑ። ዴንማርካዊ ማቲያስ ጀንሰን ብ ሰለስተ ካልኢታት ድሒሩ ካልኣይ፣ ፈረንሳዊ ክሪስቶፍ ላፖርተ ድማ ብ ሽዱሽተ ካልኢታት ድሒሩ ሳልሳይ ደረጃ ሒዙ። እንግሊዛዊ ጌራንት ቶማስ ድማ ብ ዓሰርተ ሓሙሽተ ካልኢታት ድሒሩ ራብዓይ ደረጃ ሒዙ። በዚ መሰረት ንዙር ዴንማርክ ብውህሉል ግዜ ኣሜሪካዊ ማግናስ ሸፊልድ ብ ሓሙሽተ ሰዓትን ዓሰርተ ክልተ ደቒቕን ሓምሳን ሓሙሽተን ካልኢታትን ቀዳማይ ኮይኑ ይምራሕ ኣሎ። ዴንማርካዊ ማቲያስ ጀንሰን ብ ሰለስተ ካልኢታት ድሒሩ ካልኣይ፣ ፈረንሳዊ ክሪስቶፍ ላፖርተ ድማ ብ ሽዱሽተ ካልኢታት ድሒሩ ሳልሳይ ኮይኑ ይምራሕ ኣሎ። ኣብ ናይ ነጥቢ ማግናስ ሸፊልድ ብ ዓሰርተ ሽዱሽተ ነጥቢ ቀዳማይ ኮይኑ ይመርሕ ኣሎ። ኣብ ናይ ዓቐብ ዴንማርካዊ ራምሰስ ዋሊን ብ ዕስራን ኣርባዕተን ነጥቢ ቀዳማይ ኮይኑ ይቕልሶ ኣሎ። ማግናስ ሸፊልድ ንብሉጽ መንእሰይ ዙር ዴንማርክ ቀዳማይ ኮይኑ ይቕልሶ ኣሎ። ብጋንታ ያምቦ ቪዝማ ኢኒዮስን ትሬክ ሴጋፍሪዶን ካብ ቀዳማይ ክሳብ ሳልሳይ ኮይነን ይመርሓ ኣለዋ። ኮሎምብያዊ ምኩር ተቐዳዳማይ ብሽክለታ ናይሮ ኲንታና ነቲ ናይ ብጫ ማልያ ቱር ደ ፍራንስ ናይ ምዕዋት ሕልሙ ክውን ንምግባር ምስ ክለቡ ኣሬካ ሳምሲክ ንተወሰኸቲ ስለስተ ዓመታት ኣብታ ጋንታ ክጸንሕ ክታሙ ኣንቢሩ ናብ ጋንታ ሕቡራት ኢማራት ዓረብ ወይ ድማ ናብ ናይ ቅድም ክለቡ ሞቪስታር ክጽንበር ክበሃለሉ ዝጸንሐ ናይሮ ኲንታና ንተወሰኸቲ ዓመታት ምስታ ኣብ ዝቕጽል ዓመተ ውድድር ኣብ ዎርልድ ቱር እትሳተፍ ፈረንሳዊት ጋንታ ኣሬካ ሳምሲክ ክጸንሕ ምውሳኑ ሕጉስ ምዃኑ ገሊጹ። ኣብ ክልተ ሽሕን ዕስራን ንናይሮብ ኲንታና ብምፍራማ ንመላእ ስድራቤት ቅድድም ብሽክለታ ዓለም ዘገረመት ኣሬካ ሳምሲግ፣ ኣብ ዝቐጸለ ዓመታት እውን ንፈረንሳዊ ዋረን ባርጒልን ናስር ቡርሃንን ኣፈሪማ እያ። ኣሰልጣኒ ናይዛ ጋንታ ሁበርት ኣብዛ ጋንታ ኰይኑ ኣብ መጻኢ ክሰርሕ ዝደሊ ስራሕ ከምዘለዎ እዩ ዝሕበር። ፈረንሳዊት ጋንታ ኣሬካ ሳምሲግ ንዝቕጽሉ ሰለስተ ዓመታት ኣብ ዎርልድ ቱር ዘሳትፍ ናይ ሰለስተ ዓመታት ላይሰንስ ካብ UCI ተቐቢላ ከምዘላ ክፍለጥ ተኻኢሉ ኣሎ። ዓርቢ ዓሰርተ ትሽዓተ ነሓሰ ዝፍልም ቮልታ ስጳኛ ሽዱሽተ ኣቐዲሞም ነቲ ውድድር ተዓዊቶምሉ ዝነበሩ ተቐዳደምቲ ክሳተፉ እዮም። ኣካየድቲ ናይቲ ውድድር ድማ ሽዱሽተ ናይ ቅድሚ ሕጂ ዕዉታት ናይ ሓደ ግራንድ ቱር ኣብ ውሽጢ ሰለስተ ሳምንታት ኣብ ውድድር ክጽመዱ ኣብ ታሪኽ ናይ ፈለማ ምዃኑ ብምግላጽ ክብረ ወሰን ምዃኑ ገሊጾም ኣለዉ። እቶም ሽዱሽተ ዕውታት ቮልታ ስጳኛ ነቲ ውድድር ኣከታቲሉ ሰለስተ ዓመታት ዝተዓወተሉ ፕሪሞዝ ሮግሊች፣ ኣብ ክልተ ሽሕን ትሽዓተን ዝተዓወተ ኣሌኻንድሮ ቫልቨርደ፣ ኣብ ክልተ ሽሕን ዓሰርተን ዝተዓወተ ቪቸንዞ ኒባሊ፣ ኣብ ክልተ ሽሕን ዓሰርተ ሓደን ከምኡ'ውን ኣብ ክልተ ሽሕን ዓሰርተ ሸውዓተን ዝተዓወተ ክሪስ ፍሩም፣ ኣብ ክልተ ሽሕን ዓሰርተ ሽዱሽተን ዝተዓወተ ናይሮ ኲንታናን ኣብ ክልተ ሽሕን ዓሰርተ ሸሞንተን ዝተዓወተ ሳይሞን ያትስን እዮም። እዞም ሽዱሽተ ተቐዳደምቲ ናብ ቮልታ ስጳኛ ዝተፈላለዩ ሸቶታት ንምውቃዕ እዮም ክኣትዉ። ካብዞም ሽዱሽተ ናይሮ ኲንታናን ኣደም ያተስን ጥራይ እዮም ንቮልታ ስጳኛ ንምዕዋት ናብዚ ውድድር ክኣትዉ። እቶም ዝተረፉ ኣርባዕተ ግን ኣብ ዝሓለፈ እዋናት ብሰንኪ ማህረምቲ ኣብቲ ብሉጽ ብቕዓቶም ብዘይምህላዎም ምስ ኩነት ናይቲ ውድድር ዝጓዓዙ ተቐዳደምቲ እዮም። ኣብ ናይ ሎሚ ዓመት ቱር ዱ ፍራንስ ሻድሻይ ደረጃ ሒዙ ውድድሩ ዝዛዘመ ናይሮ ኲንታና ድሕሪ ክልተ ሽሕን ዓሰርተ ትሽዓተን እዩ ንፈለማ ግዜ ምስ ኣሬካ ሳምሲክ ናብዚ ውድድር ዝምለስ ዘሎ። ኣብ ክልተ ሽሕን ዓሰርተ ሸሞንተን ነዚ ውድድር ዝተዓወተትሉ ኣደም ያተስ ድማ ንባይክ ኤክስቸንጅ መሪሑ ኣብዚ ውድድር ክሳተፍ እዩ። ኣብ ቱር ዲ ፍራንስ ብዘጋጠሞ መውደቕቲ ውድድሩ ዘቋረጸ ፕሪሞዝ ሮግሊች ናብ ንቡር ቁመንኡ ተመሊሱ እንተደኣሎ ኮይኑ እቲ ሓደገኛ ተቐዳዳማይ ኣብዚ ውድድር ክኸውን እዩ። ሮግሊች ኣብዚ ውድድር ንራብዓይ ግዜኡ እንተተዓዊቱ ኣቐዲሙ ብሮቤርቶ ሄራ ተታሒዙ ዝጸንሐ ቁጽሪ ክመዓራረ እዩ። ኣብ ጁሮዲ ኢታልያ ናይዚ ዓመት ራብዓይ ደረጃ ዝሓዘን ናብ ቮልታ ስጳኛ ድማ ድሕሪ ክልተ ሽሕ ዓሰርተ ሸሞንተ ዝምለስ ዘሎ ኒባል እውን ካብቶም ተጠምትቲ ተቐዳደምቲ ናይዚ ውድድር እዩ። ንመበል ሳልሳን ክልትን ግዜኡ ኣብ ግራንድ ቱር ብመንገዲ ቮልታ ስጳኛ ዝሳተፍ ቫልቨርደ ኣብ ዝሓለፈ ወርሒ ካብ ዘጋጠሞ መውደቕቲ ኣብ ዝሓሸ ኩነታት እዩ ዝርከብ። ኣብ ክልተ ሽሕን ዓሰርተ ትሽዓተን ንመወዳእታ ግዜኡ ኣብ ቮልታ ስጳኛ ተሳቲፉ ዝነበረ ቫልቨርደ ኣብቲ ውድድር ብውህሉል ግዜ ካልኣይ ደረጃ ኮይኑ ውድድሩ ከምዝዛዘመ ዝዝከር እዩ። ካብ መልከፍቲ ኮሮናቫይረስ ዝተመልሰ ክሪስ ፍሩም ኣብዚ ውድድር ንናይ ግዜ ክወዳደር ኢልካ ዘይትጽበዮ ተቓዳማይ'ዩ። ቮልታ ስጳኛ ኣብ ሽሕን ትሽዓተይ ሚእትን ሰላሳን ሓሙሽተን ካብ ዝፍልም ንደሓር፣ ሽዱሽተ ዕውታት ናይቲ ውድድር ክራኸቡ እዚ ናይ ሎሚ ዓመት ንፈለማ ግዜ'ዩ። እቲ ዝበዝሐ ተሳተፍቲ ቁጽሪ ዕውታት ቮልታ ስጳኛ ኣብ ክልተ ሽሕን ዓሰርተ ሸሞንተን ዝተኻየደ ኮይኑ፣ ኣርባዕተ ዕውታት ናይቲ ውድድር ዝነበሩ ቪቸንዞ ኒባሊ፣ ቫልቨርደ፣ ፋቢ ኣሮን፣ ኲንታናን

ኣብ መወዳእታ ዝኸበርኩም ተኸታተልቲ ሲኔማ ሰመረ ኣብ ዝሓለፉ መደባትና ተሳተፍቲ ቱር ዲ ላኣቨኘር ዝኾኑ ኤርትራውያን ተቐዳደምቲ ብሽክለታ ትሕቲ ዕስራን ሰለስተን ዓመት ናብ ፈረንሳ ብሰላም ከምዝኣተው ዝሕብር ዜና ኣቕሪብና ምንባርና ዝዝከር እዩ። እቶም ካብ ውሽጢ ዓዲ ናብ ፈረንሳ ዝነቐሉ ንያት ርእሶም ሚልክያስ ቅዱስ ሴላ ወልደሚካኤልን ከምዝኾኑ እናሓበርና ነዛ ሃገራዊት ጋንታ ኣባላት ደቡብ ኣፍሪቃዊት ጋንታ ኩቤካ ኤፍሬም ገብረሂወትን ናሆም ዘርኣይን ኣባል ፕሮታጅ ኮንቲነንታል ዝኾነ መሓሪ ተወልደን ድማ ኣብ ፈረንሳ ተጸንቢሮማ ከምዘለው በዚ ኣጋጣሚ ክንሕብረኩም ንፈቱ። እምበኣርከ ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ትዕዝብትታት ስፖርት ኣብዚ ንፍጽም ኣብ ቀጻሊ ክሳብ ንራኸብ ሰላም። ኣብ ሲነማ ሰመረ ጥዑሙ ዝነቅል ስሑል'ዩ ዓቕማ ኮሜዲ ድራማ ዕላላት ዋዛታት ስፖርት ፊልምታት።